ኣብ ነንበይኖም ኣብ ብፍላይ ኣብ ኤውሮጳ ናይ ብሓቂ ክድዓት ናይ ሃገር ምናልባት መመኽኔታ ወይ መግለጺ ውን ክህልዎ ይኽእል ይኸውን። ምስ የመን ተባኢስና ተባሂሉ ምስ የመን ኣንጻር መንግስቲ ኤርትራ ኣብ ልኡላውነት ናይ ገዛና ኣይኮነን ድኳን ናይ እንዳ ኣባሓጎይ ናይ ገደና ሓምሊ ኮነ ንባኣሰሉ ዘለና ምስ ሱዳን ባእሲ ተገይሩ ተባሂሉ ወይ ምስ ሱዳን ኣይተሳኣማዕናን ምስ ሱዳን ኣንጻር ኤርትራ ጂቡቲ ዲፕሎማሲያዊ ዝምድና በቲኻ ምስ ኤርትራ ምስ ጂቡቲ ኮይንካ ኣንጻር ህዝብን መንግስትን ኤርትራ ሕጂ ወያነ መጽያ ከኣ ወያነ ልሒሳ ዝወደኣቶ ብያቲ ከተልምጽ ጉያ ጉያ ምባል ካብዚ ካብዚ ካብዚ ዝኸፍእ ውርደተኛ መነባብሮ ሰብ ዘይኮነ ከልቢ ውን ኣይቕቦሎን። እንታይ እዩ እዚ ኩሉ ሲ እንታይ ኣብ ምንታይ ዝተኣልከ ነገር እዩ ናይ ቀደም ናይ ተጋድሎ ሓርነት ኤርትራ ፍልልይ ስለ ዝነበረና ተባሂሉ ድዩ ንሱ ብሱር ሱሩ ንፈልጦ ኢና ንሕና እቲ ናይ ቀደም ቀደም ዝሞተ ምራኽ ሎሚ ፈኒኻ ዘረባታት ከተምጽእሲ መበገሲ ናይ ቦለቲካ እዩ ኢልካ ክትዛረበሉ ዝከኣል ነገር ኣውን ኣይኮነን ርካሽ ነገር እዩ ናይ ኣይድዮሎጂ ፍልልይ ድዩ እንታይ እዩ እቲ ፍልልይ እንታይ እዩ እቲ ፍልልይ ናይ ኣይድዮሎጂ ኣብ ስነ ሓሳብ ማለት እዚ መስመር እዚ ከምዝን ከምዝን ፍልልይ ኣለና ኢልካ ክትዛረብ የለን ዋላ ንዕኡ እውን ፈትሽካ ብማይክሮስኮፕ ሃሰስ ኢልካ ዝርከብ ፍልልይ እውን ኣይረኣየንን ኣነ ካብዚ ምርጫ ውርደት ገሊኡ ነዚ ናይ ወልፈየር ኩነታት ኣቢዩዝ እናገበርካ ንሱ ስለ እተረኽበ ንዕኡ ያኢ ከም ናይ ዘልኣለም ንውሉድ ወለዶ ዝተርፍ ነገር ወሲድካ ብሳላ ወልፌየር ዝተረኽበ መነባብሮ ብግቡእ ክንድትጥቀመሉ፣ ንነብስኻን ንህዝብኻን ንሃገርካን ዘሐጉስ ነገር ክንድትገብር ኣብ ከምዚ ዝኣመሰለ ቆልመጽመጽ፣ ጉያ ጉያ፣ ደድሕሪ ዝተወድኣ ሸሓኒ ተረፍ መረፍ ክትኣኻኽብ ምፍታን፣ ንሰብ ወዲ ሰብ ሰብ ባዕሉ ውርደት ኣይገዝእን እዩ። ንኸምዚ ዝኣመሰለ ሓደ ካብ ሽሕ ውርደት ዝመረጸ ሰብ ከኣ ምስ ሕብረተሰብ ምቁጻር እውን ትርጉም ዘለዎ ኣይመስለንን። ኣብ ነንበይኑ ኣጋጣሚታት ናይ ቻሪቲ ናይ ረድኤት ማሕበራት ኣለዋ፣ ሓደ ሓደ ውልቀ ሰባት እውን ሽም ከካፍኡ ዝደልዩ መጋበርያ ክገብርዎም ደልዩ። ካብዚ ዝኸፍእ ታሪኽ ኣነ ኣይረኣኹን። ምናልባት ኣብዚ ኣጋጣሚዚ ክትዛረበሉ ውን ዝግብኦ ጉዳይ ኣይመስለንን። ናይ ናይ ሩካን ሩካን ናይ ግለት ግለት እየ ዝብሎም ኣነ ኩሎም እቶም ከምኡ ዘለዎም ተስዕብ።